ትምህረና ትምዕደና ትነግረና ነገር እውን ስለ ዘለካ በዚ ነመስግነካ ኣለና ኩነታት ዓለምና ዝነብረሉ ዘለና ሃገርን ዝመንጨናሉን ሃገርን ናባኻ ነቕርቦ ኣለና ዝተሸገሩ ዝፀወሞም ናይ ሎም መዓልቲ ዝላል ዕለቶም ካበይ ከም ዝመፅ ዘይፈልጡ ህዝቢ ባዕልኻ ዘክሮም ማይን ፀሓይን ንመሬትና በብእዋን ሃባ ሰላምን ቅሳነትን ናይ ኣምልኾ ግዜን ናይ ምስጋና ግዜን ኣብ መሬትና ውርድ ንህዝብና ራሕራሓሉ ውግእን ወረ ውግእን ካብ መሬትና ጨርሽካ ጥፍእ ህዝቢ ብዓሰርተ ብሚእቲ በሽሕ ዘይኮነስ ብሚልዮናት ተቆጺሩ ናባኻ ዝመጸሉ ግዜ ዘመን ኣምጽእ ናይ ራህዋ ናይ ፈውሲ ናይ ቅሳነት ዘመን መልስ ርእሲ ኩሉ ድማ ኣዒንትና ንዓኻ ክሪኣ ደግፈና በዛ ንግሆን እዚኣ ንስኻ ተዛረብ ኣብዚ ጉባኤ እዚ ብሕማም ዝሳቐዩ ባዕልኻ ዘክሮም ኢልካ ተተንክፎም ብካልእ በበይኑ ቅሳናት ዝሰኣኑ ናይ ኣእምሮ ጭንቀት ናይ ገንዘብ ዋሕዲ ብኻልእ ቅሳነት እውን ዘይብሎም የማነይቲ ኢድካ ቅሳነት ትሃቦም ብዛ ደቂቅ እዚኣ ምሳና ኩን ኣሜን ከመይ ቀኒኹም ቁሩብ ጎረረይ ኣውት ኦፍ ቲዩን ኣሎ ስለዚ ከም ገለ ጌርና ብሓንሳ ክንሰርሕ ኢና ብዛዕባ እዚ ኣይስብኽን እየ ተቐዳመይቲ ሙቪ እያ ዝሰራ ዝሓለፈት ከመይ ቀኒኹም ንክምለስ ሓንፃ ምስ ወረድኩ ካብ ስብከት ንክምለስ ግዜ ወሲዱለይ ብዙሓት ግን ዝገርም ደው ኢሎም ኣተባቢዖኒ ንክምለስ ንምህር ኦፍኮርስ ኢንክሉዲንግ ስታርቲንግ ፍሮም ዘ ፓስተር ስለዚ ከኣ ever grateful ሎሚ ንግሆ ኣእምሮኹም ካብቲ ኖርማል እንታይ ቁርብ ከውፅኦ ድሌት ኣለኒ መፅሓፍቲ የንብብ ነይረ ሲ ሓደ ካብቲ ዝተንከፈኒ ድሕሪ እዞም ሕጂ ብሽግር ዝመፁ ዘለዉ ሰባት ብውግእ ብጦርነት እሶም ኣጉዲልካ ካብቲ ቤተ ክርስቲያን እቶም ገለ ዝሸገሮም ኣጉዲልካ ትሩቲን ሰብ ደቅና ማለት እዩ እንድሕር ኢኻሲ ኢሎም እቲ ኢንፍሎው ኢሎሞ ካብ ቤተ ክርስቲያን ዝወፅእ ዘሎ ሰብ ኣዝዩ በዝሕ ናብ ቤተ ክርስቲያን ካብ ዝመፅእ ዘሎ እዚ እንታይ እንታይ ይጠቅም እዚ ስታቲስቲክስ እዚ ትብሉ ነቲ ፊቸር ፀልማት እዩ ዝገብሮ In other words ካብ ውሽጢ ዝመፀ ዕብየት የለን ማለት እዩ። ኣብ ገለ ዕድመ ምስ በፅሑቶም ቆልዑ ይኸዱ። ሕጂ እቲ ቤተክርስትያን ከዓ ሕቶ ስለ ዘይለመደ ንምንታይ እዚ ነገር ዝኸውን ዘሎ ዝብል ሕቶ ቤተክርስትያን ኣይተለምደን። እንታይ ይብሉና ኣብዚ ስራሕ ሽግር እንዲ ዘሎ ሕጂ ብጣዕሚ ስራሕ መሊኡ እዩ ዘሎ ዝስራሕ ነገራት ትፈልጥዎ ብ ኩሉ ለይትን መዓልትን ሰሪሕኻ ከማን ማተርያል ክተቕርብ ግን የለን ማተርያል ያ ቲንክ ኣውት ኦፍ ባክስ ይብሉ እቶም ሓለፍቲ ወፂኡ ኣውፂኹም ሕሰቡ ከመይ ጌርካ መዓት ገንዘብ ኣሎ ዝግበር ግን ማተርያል ጎዲሉ ኣሎ ቲንክ ኣውት ኦፍ ባክስ ቤተክርስትያንካ ኣውት ኦፍ ባክስ ክትሓስብ ኣሎ ኢንፋክት ክርስቶስ ኣተሓሳስቡ ኩሉ ግዜ ኣውት ኦፍ ባክስ እዩ ነይሩ ካብ ወጽ ካብ ሓሙሽተ ሽሕ ሰብ ጠምዮም ኣሕዝዎም ይብል ሓሙሽተ ሽሕ ሰብ ከመይ ጌርካ ትምግቦ እስቲ ስትራቴጂ ከማን ኣይጥዕምን እዩ ስለዚ ምሕሳብ ከድሊ እዩ ከመይ ጌርና ነዚ ንመፅ ዘሎ ወለዶ ንሕዞ ምፍራድ ብጣዕሚ ኣይከድልን እዩ ከመይ ጌርካ ኢኻ ትሕዞ ዝብል ቻለንጅ ይመጽእ ኣሎ። ሕጂ ቅድሚ ናብቲ ተኸታታላይ ትምህርትታት ምኻደይ ሕቶ ጽቡቕ ምዃኑ ናብ ቤተክርስትያን ክምህር ተገዲደ ምስ ሓደ ክልተ ኣሕዋት ተዘራሪበ ነይረ በዚ ዝሓትት ኣሎ ዝሓትት ከ ኣሎ ኣብዚ ባይብል ስታዲ ትሪእዎ ገሊኡ ሕቶታት ፍግዕ ይብለካ ምሳሌ ገይረ ክረዳእኩም እየ ጣውላ ከመይ ጌርካ ትሰርሓ ይበሃል ቐልጢፉ ብሓሳብካ ትመፅእ ላዕሊ ተምፅእ ኣርባዕተ እግራ ትምፅእ ድሓሸት ጣውላ ዝሓሰረት ክንሰርሕ ኢና ቢ ፅቡቅ ሓሳብ ምምፅእ ሓደ እንታይ ይብል ሰለስተ እግራ ጌርና ደይ ንስርሓ ከም ብልብል ክትብል እያ ኩላ እግራ ብእግሪ ጌርና ደይ ንሰርሓ ሪኢኹም ደለኹም ከም ኣራውንዲ ያ ባት ኢትስ ሞር ኤክስፐንሲቭ ኣብ ማእኸል ሓንቲ ዓንዲ ተይንገብረላ እንተ ጣውላ ያ ዊ ካን ዱ ዛት ገይሮሞ እዮም ካልእ እንታይ ኣሎ ሕሳባት ሓደ እንታይ ኢሉ ሽዑ ብዘይ እግሪ እተሰራሕና ያኸ ጣውላ ኣይኮነትን ሕጂ እቲ ሕቶ ክሳዕ ዝተወሰነ ደረጃ መሬት ምብላዕ ማለት እዩ እግሪ እንተዘይብላ ወይ ጉንዲ ዕንጨይቲ ክትከውን እያ ጣውላ ግን ኣይኮነትን ኣብ ግራጅወይት ስኩል ነጊረኩም ኣብ ኣዲስ ኣበባ ዩኒቨርሲቲ ከለና ብጣዕሚ ዝዝክሮን ዝፈትዎን ግዜ ኢትዮጵያ ከለና በሪ ኢንተሌክቹዋልስ ካብቲ ሙሉእ ሃገር ተመርፁ ኢንተሌክቹዋልስ ነይሮም ሕጂ ዝቡሕ ሕቶታት እዮም ዝሓቱ ነይሮም ኣብቲ ዶርምስ ሕጂ ምሳና ሓደ ወዲ ጎንደር ነይሩ ሩመይትና ማቴማቲክስ መጀር እዩ በሪ ኢንተሊጀንት ሕጂ ፅቡቅ ዲስካሽን ፅቡቅ ሓሳብ እዩ ዘሎ ክርስትያን እዩ ግን እንታይ እዩ ዝብለካ ኣነ ክርስትያን እዩ ኣምን እየ ግን ኣብ ሮንግ መገዲ እየ ዘለኹ ምስታይ ምዕባድ ምዝማው ፍትወ ግን ጌጋ ምዃኑ ዝኽሉ ፈልጦ እየ ለኢሉ እንዳነበዕ ነገረካ ኤቭሪ ታይም ኤቭሪ ታይም ይዳዝት ዝኾነ ኮይኑ ሓንቲ ዝፈትዋ ዛንታ ነራቶ እንታይ ትብል ተዛንታ ንቤዚክ ኮሽን ዋና ሕቶስ እንታይ እዩ ዋእ እንታይ ደያ እታ ዋና ሕቶ ሕጂ ብምሳሌ ገይሩ ክረዳእ ጀሚሩ እንስሳታት ተኣኪቦም ኢሉ በረኻ እዩ ሕጂ ብጣዕሚ ተዋኺቦም ነጊረኩም ነረ ቅድሚ ሕጂ እንታይ ይገብሩ እዚ ኩሉ ሜዳ ናቶም እዩ ዝኩሉ በረኻ ግን ውሕጅ ይመፅ እሞ ነዞም ብምብራቕን ብምዕራብን ዘሎስ ንምሉእ ዊንተር ፈላልዮም እቶም እንስሳታት ሕጂ እዚ ፅቡቕ ከም ዘይኮነ ሪኦሞ እቲ ድራይ ሲዘን እቲ ደረቕ ክስታይ ምስ መፀ ተኣኪቦም ሓፈሻዊ ጉባኤ ተገይሩ እንታይ ንግበር ተባሂሉ እቶም ብልሕ ዝበሉ እንስሳታት እንታይ ኢሎም ብሪጅ ንስራሕ ኢሎም እቺ ብሪጅ ተሰሪሕና ዋላ ማይ እንዳኸደ ክንመፅእ ንኽእል እዩ ትሕሳብ ሕራይ ተባሂሉ ካብ ምንታይ እቲ ብሪጅ ንስራሕ ጫውጫው ኮይኑ ካብ ምንታይ እቲ ብሪጅ ንስራሕ እዮ በዓል ፃፀ እንታይ ሳዕሪ ኣክል እዩ ይብሉ በዓል ሓሰማ ድማ በዓል ሓርማዝ ጉንዲ ሓፂን ይደድሊ ይብሉ ህዝቢ ካሳዕ ነይሩ ማለት እዩ ሽዑ እቲ ዛንታ ናይዚ ዓርከይ ኣድጊ ሚስተር ዳንኪ እዩ ዝብሎስ ፀጥ በሉ ፀፀፀጥ ወለ ወለ ይህ ቤዚክ ኮሽንት ዋና መሰረታዊ ሕቶ ሲ

ካብ ጫፍ ናብ ጫፍ ናይቲ ውሕጅ ብሪጅ ክሰርሕ ድዩ ወይስ ቀለሳ? ሕጂ ናይ ብሪጅ ኮንሰፕት ኣይፈለጦን ሚስተር ዳንኪ ፈፂሙ እንታይ ምዃኑ እቲ ብሪጅ ሲ ኣይተረድኦን ማለት እዩ ቤዚክ ኮንሰፕት ሕጂ እንታይ ይብለና ነይሩ ገለ ተኻቲዕካያ ቤዚክ ኮሽን ይብለካ ሸና ቦታኻ ትምለስ ንብዙሓት ሰባት ኣድቫንቴጅ ክትወስደሎም ኣለካ ሕጂ ሰለስተ ኣርባዕተ ኤግዛምፕል ገይረ ከረድኤ ንክርስቶስ ኣድቫንቴጅ ዝወሰዱ ንካልኦት እውን ፅቡቅ ሕቶ መፅሓፍ ቅዱስ ተሓተ ኣክቹዋሊ ዝበለፀ ሕቶታት ኣብ መፅሓፍ ቅዱስ እዩ ተሓቲቱ ዝገርም ሕቶታት ሓደ ግዜ ቴሌቭዥን ንርኢ ነይረስ ሽዑ ዛንታይ ኩዴ ሓደ ሚልዮነር ብዙሕ ገንዘብ ዝገበረ እንታይ ገይሩ እዩ ገይሩ ሰሪሑ ይኮነ ደኺሙ ይኮነ ተሰኪሙ ይኮነ ሓኪም ኣይኮነ ጠበቃ ኣይኮነ ኢንጂነር ኣይኮነ ኣካውንታንት ይኮነ ወላ ሓንቲ እንታይ ገይሩ ሃፍቲሙ ተበልካ መዓት ሚልዮናት ሚልዮናት ሚልዮናት ገይሩ እንታይ ኣታጥሙ ብዳዚ ጠላዕ ተጣሊዑኻ ስዕር ከምኡ ገይሩ ብዙሓት ሰራሕተኛ ብዙሓት ኦፊስ ገይሩ ተጣሊዑ ተጣሊዑ እዚ ዘይበሃል ገንዘብ ገይሩ እዚ ዘይበሃል ቢልዲንጋት ሰሪሑ እዚ ዘይበሃል ኢምፓየር ሕጂ ምፅኦሞ ዋና ቴሌቭዥን ከም ሲክስቲ ሚኒትስ ገለ ብጣዕሚ ሰብ ዝዕዘቦ ኩሉ እንታይ ከም ዝኾነ ክንደይ ከም ዝገበረ ገንዘብ ኢምፕረሲቭ ምዃኑ እቲ ሃፍቱ ኩሉ ሰብ ተሰማሚዕሉ ማካይኑ ንብረቱ ጥሪቱ ስማዕ እስኪ ኣነ ሽዑ ከምኡ ክትሓቶ ድያ ኢለ ፅበ ነይረ ሓቲታቶ ሓንቲ ተኮሽን ከም በልኩም ኤኒ ቲፕስ ኦን ጋምብሊንግ ንሕና ከዓ ክንህፍትም ደሊና ኢና ናይ ኣቦና ዲራ ቀቲሉልና ዳ ላስ ቬገስ ግን ገይድካ ሚልዮን ዶላር ክትገብር ኢኻ ተትብሉ በታ ፈርስት ፍላይት ፅባሕ ምኸድኩ ሕጂ ኤኒ ቲፕስ ሃበና ኢሎም ኤኒ ምኽሪ ስልና ስሳ ዓመት ሰሪሕኻ ደዳ ብላዕ ኮይኑ ዳትስ ዋት ኣም ዱዊን ስለዚ ሃዝ ቱ ቢ ሾርተር ወይ እንታይ ኢሉ ቃል ብቓላ ክንበልኩም እንተ ዝበላ ዱ ኖት ጋምብል ኣነ ኢንተሊጀንት እየ ስዕረ ካልእ ዝሰዕረ ሰብ ግን የለን the best advice to give you is don't gamble ኣይጠላዕ ኢሉ ክትህብትም እንተዘይኮነ ገንዘብካ ከተጥፎ ኢኻ ኢሉ እዛ- እታ ጋዜጣ እኛ ፅቡቅ ገይራ ዕፅያታ ዛት ካሚንግ ፍሮም ጋምብለር ስለዚ ፅቡቅ ሕቶ ተሓቲቱ ፅቡቅ ሕቶ ከዓ መልሹ ዝበልፅ ፅቡቕ ሕቶ ፅቡቕ ምዃኑ መን መልሽዎ ኣልበርት ኣንስታይን ኣነ ዝኾነ ነገር ናቱ ከንብብ ደስ እዩ ዝብለኒ መዓት ግዜ ገንዘብ የጥፍኤ ናቱ መፅሓፍቲ ገለ ከንብብ ሕጂ እንታይ ኢሎም ሓቲቶሞ ንህወትካ ዝውስን ከም በልኩም የታ ስሪ ላይንስ ንህወትካ ዝውስን እዚሲ ውሳኔ ብሂወትካ ኣለዎ ወይ ክትመውት ወይ ክትድሕን ወይ ክተፍትም ወይ ክትደኪ ወይ ክትጥፍእሲ ሽግር ተዝውሃበካ እንታይ ምገበርካ ኢሎሞ ከመይ ምገበርካ ከመይ ጌርካ ኣፕሮች ምገበርካ ሕጂ ብና if I had one hour ኢልዎም solve a problem

to ask ኣይገርመኩምን እዚኣ ትምሕርን ትቐትልን እያ ህይወቱ ካብተን ስሳ ደቂቕሲ ሓምሳን ሓሙሽተን ደቂቕ ሕቶ ክዳሉ ጥራይ መጥፋእኹ ኢሉ እታ ፋይቭ ሚኒትስ ነታ ፕሮብለም ክፈትሓ ሕጂ ዘ ራይት ኮሽን ኢዝ ቨሪ ቨሪ ኢምፖርታንት ኣስኪን ዘ ራይት ኮሽን ቆልዑ ከነዕቢ ከለና ቨሪ ሮል ኣለዎ ደቂ ክስቶ ኢንጂነር ኮይኖም

እንታይ ክኾኑ ከም ዝኽእሉ እቶም ደቀይ እሞ ኣበይ ከም ዘብጻሕኹም ኣፈግስሚ ንዓኹም ከኣ ንነፍሲ ወከፍኩም ከምኡ ናይ ሰብ ጽቡቕ ኣይደልን ኢኻ ማለት ኣይኮነን እዚ ብካልእ ኣዘራርባ ጽቡቕ ደቅኹም ብምብጽሖም ጽቡቕ ደቀይ ምብጽሖም ጽቡቕ ነገር እዩ እግዚኣብሄር ዝደልዮ ነገር እዩ ግን it doesn't have anything ምስቲ ናይቲ ሓደ ሰብ ካልእ ውላድ ኢን ኣዘር ወርድስ ኣብዚ ጠቕሊሉ እግዚኣብሄር ዝፈጠሮ ህያብ ኣሎ ሓደ ሰብ ሕጂ ናይቲ ወላዲ ዕላማ እንታይ እዩ ነቲ ብውሽጢ ዘሎ ጊፍት ምኽፋት ጥራይ ክሪስቲማስ ሕጂ ንኩልኹም ቦክስ ተደበኩም ሓሲበሉ እየ እዚ ኢየሩሳሌም ናታ ክብኣ እየ ሃብትሽ ናቱ ክበ ኢለ ሓሲበ ከይደ ሻፒንግ ገይረ ሂበ ካርድ ፅሒፈ ዝህብ እንታይ ምገበርኩም ፈትዎ ሕጂ ተዝብለኩም The worst thing for you to do is this. ናይ ካልእ ሰብ ህያብ ምጥማት እዚ ሰብዚ እዚ ኣይብኒ ኣሎ እንታይ ሓሲቡ ኢና ኣይብኒ እዛ ነገር እዚኣ ብጣዕሚ ቨሪ ኢምፖርታንት ኩሽን ዋይ ዲድ ሂ ቲንክ እዚኣ ክበኒ ከሎ ንዓይ መፅሓፍ ቅዱስ ይብኒ ዳት ሂ ቲንክ ኣየንብብኒ ኢሉ ድዩ ሓሲቡ መፅሓፍ ቅዱስ ኣሪጋ ድርይዋ ወይ እዛ መጽሓፍ ቅዱስ እዚኣ ዝያዳ ክስተያ ኣለዋ ናተይ ጥራይ ንዑ ጂኦግራፊ ዝሃቦ ይግድሽኒ ቢኮዝ ኣይ ነበር ገይብ ኢት እዩ እግዚኣብሔር ከዓ ንዓና ታለንት ይብና ኣሎ ደቂ ይብና ኣሎ ሃብቲ ይብና ኣሎ መገዲ ይብና ኣሎ ጥበብን ኣእምሮን ይብና ኣሎ ኣብኣ ኮይና ዊ ኣስ ኮሽንስ ኣብታ ኣብ ማእኸል እቶም ጣውላ ብዘይ እግሪ ክሰርሑ ደልዩ እቶም ብሓንቲ እግራ ጠጠው ከብሉ ኣብ ሰለስተ እግራን ኮሽ ዲፈረንስ ኣሎ ቢግ ጋፕ ብዙሕ ፅቡቅ ኮሽንስ ኣሎ ዘርኢ ቢትዊን ሓንቲ ኩሉ ግዜ ዝገርመኒ ምስዞም ፀዓዱ ኢንተርቪው ይገብር ከለኹ ሓደ ሓደ ግዜ ስሪ ፎር ፋይቭ ማንስ ዊ ጀስት ኢንተርቪው ፒፕል ፎር ጃብ ሕጂ እንታይ ይደሊ እንታይ ኮን ይደልዩ ኾኑ ንሳቶም ኢለ ሓስብ ዝሓትዋ ኩሉ ግዜ ኣብ መጨረሻስ እንታይ ሕቶ ሓቲቱ ሰብ እንታይ ሕቶ ሓቲታ ዝሓትት ዕድል ንበካ ኣለና እብልዎ ነቲ ሰብ ወዲ ቲያስ እንታይ ሕቶ ሓቲቱ ናይቲ ሰብ ኣተሓሳስባ የርእየካ ስራሕ ደልዩ ድዩ ስቂሉ እንዳሰገደ ወይስ ረቕቕ ዝበለ ውሽጢ ዝበለ ሕቶ ኣለዎ ኣብዛ ሕቶ እዚኣ ግን ናይ ኣማንኤል ቸርች ኮንፈረንስ ዝወቕሰላ ካብቲ ርእስቲ እያ ፀኢለ ብላዕሊ ላዕሊ ክሓልፍ ኣይክእልኒ ሃብ ቱ ቢ ትሩስፉል ዓመታት ትገብር ምናልባት መብዛሕትኹም ኣይሰይ 90 ፐርሰንት ኣይነበርኩምን ኮንፈረንስ ነይሩና ዓብ ኮንፈረንስ ፅቡቕ ዌል ኣተንድድ ብላዕ ስተ ዝጎደለ ኣይነበረን ናይባኻ ጽቡቕ ዕድል ካብ ላዕሊ ካብ ኩሉ ሰብ ንላዕሊ ኣጋጢምኒ እንታይ ኣጋጢምኒ ሓደ ቃል ኣምላኽ ክሰምዕ ዝደልየ ሰብ በጋጣሚ ክበጽሓኒ መጽዩ ሕጂ ኣብ ዓለም ብጣዕሚ ምሁር እዩ ስኮላር እዩ ዋላ ሓንቲ ፕሮብሌም የብሉ ሕራ ኢሉ ከዓ መፅዩ ኣብቲ ኮንፈረንስ ዳወስ ነቲ ነቲ ሰብ ኣዲኡ ክርስትያን እዩ ግን በጋጣሚ ኮንቪንስ ክትገብሮ ኣይከኣለትን በጋጣሚ በበይን ዓይነት ዓዲ ቅመጡ ገለ ኩሉ ግዜ ከም ፅልየሉ ፈልጥ እየ መፅኡ ባዕሉ መፅኡ ኮንፈረንስ ነይሩ ንዓና ይትምልና ኢኻ ምናምን እምንም ኦፖዚሽን ኣይነበረን ኣነ መፅእካ ኣለኹ ጋሻ ኢኻ ውሰደኒ ጋሻኻ እየ ውሰደኒ ኣዝረኒ እንተዝብለኒ ከይፈተኹ መዘርክዎ ንዓና እዩ ንቸርች ኮንፈረንስ ኣለ እንዳተሓቐ መፅዩ ክዳውን ተቐያይሩ ኣትዩ ምሳይ ኮፍ ኢሉ ዝከረ ነበይ ኮም ኮም ዝበልና ካብ ደገ ሰባኻይ ተዓዲሙ ሕጂ ኣነ እንታይ ይፅበ ኣለኹ እዚ ሰብዚ ኒድስ ቤዚክ ኮሽን ኣንሰርት ሰብሲ ብዕድል ኣይኮነን ኣብዚ መፅዩ ተፈጥሮ ብዕድል ኣይዓይን እዩ ሓይሊ ዘይረኣ ሓይሊ ኣምላኽ ኣሎ። ኣምላኽ ከኣ ንሰብ ከልዕሎ ይደሊ እዩ። ንሱ ድማ ብወዱ ብጎይታና የሱስ ክርስቶስ ገይርዎ ኢሉ ብናቱ መልክዕ ክዛረብ ይጽበየ ኣለኹ ነዚ ሰብዚ ገለ ኣብቲ ሰለስተ መዓልቲ እንዳተባራረዩ ተዛሪቦም ገለ ኩሉ ነገር ተገይሩ ኣነ ኮፍ ኢለ ዝሰምዕ ዘለኹ ሓንቲ ብዛዕባ ድሕነት ትምህርቲ ከይተማህረ እንታይ ተማሂሮ መስለኩም? እንድዒ ከም ትፈጥሩ እተረስዑ ናይ ኦሪት ዘፍጥረት ክልተ ሰባት ኣነ ከማን መጽሓፍ ቅዱስ እየ ተማሂረ ማለት ኣብ ናይ ከኒሻ ትምህርቲ ቤት ስለ ዝዓበኹ መጽሓፍ ቅዱስ ኣዘ ኮርሱ ቻፕተር ብቻፕተር የብሪ ኣነ ከማን ዝረሳዕኽዎም ክልተ እንታይ ምሂሩና መስለኩም እቲ ሰባኻ ይሽዑ ክንደይ ከም ዝፈልጥ ክንደይ ከም ዝፈልጥ ፈሊጥና መፅሓፍ ቅዱስ ከም ዝፈልጥ ዋላ ሓንቲ ከይሓዘ ቆልዓ ኮንፊዝድ ኮይኑ ኣይ ገብረ ህይወት ኣይ ኒድ ማይ ቫኬሽን ኢልኒ ሓንቲ ነገር ከይተምሃረ ሓንቲ ነገር ኣይተምሃረ ሕጂ እቲ ቤዚክ ኮሽን እንታይ እዩ ዋይ ዱ ዩ ሃቭ ኮንፈረንስ ዋይ ዱ ዩ ወፂኦም ሰባት ፍልጠቶም ከርዩ ዋይ ደዩ ሽማግለታት ኮፍ ኢሎም ክሓስቡ ኣለዎም። ካብ ሽዑ ኣነ ሽማግለ ተመረጽኩ ክብልኒ ከማን ኣይደልን። ነቶም ሽማግለ ሽዑ ዝነበሩ ግን ሓንቲ ክረዲት ከይደ ዕረምሪመ ስቕ ኣይበልኩን። ብጣዕሚ ሓሲቦም ዝከረኒ እቶም ዝነበሩ ዕርየ ብጣዕሚ ክስታይ ገይርዎም ኮንሰርን ገይርዎም። ዋይ ዱ ዩ ዱ ዛት ዋይ ዱ ዩ ዱ ዛት ዋይ ዱ ዩ ስፐንድ ማኒ ዋይ ዱ ኣይ ጊቭ ማይ ቸርች ማይ ማኒ ቱ ዘ ቸርች ዋይ ዱ ኣይ ካብኡ ውን እኔ ከምኡ ዝብል ሓሳብ ኣብ ኣእምሮይ መፂ ዋይ ዱ ኣይ ዱ ዛት ኣር ዘር በተር ኦርጋናይዜሽንስ ክርስቶስ መድሓኒ ምዃኑ ዝሰብካ ኣለዋ ድየን ወይ ድማ እንታይ ክግበር ኣለዎ ዋይ ውሽድ ኣስክ ዘ ቤዚክ ኮሽን ባይብል ስታዲ ትኸይድ ሕቶታት ሕተት ኢዝ ዛት ብሪንግ ኢን ኮምፎርት ቱ ፒፕል ካልኦት ክመጹ የድልዩ እዩ ዝስሕቦም ዶ ኣሎ ወይስ የጥፍኦም እዩ ዘሎ እዚ ሕቶ ክሕተት ኣሎ ከይፈራሕኻ ፈሪሕኻ ኣይኮነን ዝሕተት ወለዲ ኣለዉ ሽግር ቻለንጅ ኮይኖም ዘለዉ ናይ ቆልዑ እዚ ቤተክርስትያን ይሕግዞም ዘሎ ንደቆም ከምፁ ይሕግዘን ዘሎ ንዓይ ከም ኣባል መጠን ዚስ ኢዘ ኮሽን ዛት ኒድስ ቱ ቢ ኣስክድ ኣይኮነን ነዚ ነገር ዘይሰማማዕ ሰብ እንተሎ ናትካ ሽግር እየ ዝብሎ በር ኣነ ሓሳበይ ኣይልውጥነ ምክንያቱ ናይ ዝመፅእ ዘሎ ወለዶ ቀንዲ ፕሮብለም እዩ ሞር ፒፕል ክወፁ ከለዎ ካብ ቸርች ካብ ዝመፁ እዚ ኣይፍርሕን የፍርሕ ዶ የፍርሕን እንታይ ዓይነት ጀነሬሽን ኢና ክንሰርሕ ሶ ዊ ሃቭ ቱ ኣስክ ዛት ኮሽን በዓል ኣፕል ራይዎም ኤቭሪ ኪድ ትፍጥር ከየበለ ሴልፎን ከም ድሕዝ ገይሮሞ እንታይ ኮፍ ኢሎም ኣይኮኑ ዝሓድሩ ሙሉእ ለይቲ 24 ኣዋርስ ኣለዉ ዝዛረቡ እንታይ ተገበርና ኢና እታ ቴሌፎንኩም ትልውጥዋ you don't want to, people to ask the question እታ ቀዳመይቲ ቴሌፎነይ ዝነበረት ሴም እየን ዝሰርሓ ዘለዋ ክልቲኤን ኣብ ኢንተርነት ኣትዋኒ ክልቲኤን መሰጅ ባኒ ክልቲኤን ቴሌፎን እዛረባኒ ግን እዚኣ ሞር ብሬቅሬቅ ትብል ሽሕን ክልተ ሚእትን ባ ከመይ ጌርካ ከምኡ ጌርካ ሓሳብ ሰብ ትልውጥ እዮም ዝሓስቡ ምሉ ለይቲ ይዕወቱካ ኣለዉ ስለዚ እምበዓር እቲ ሕቶ እንታይ እዩ ሕጂ ግዜ ሕያዋይ ኣይኮነን ሰለስተ ኣርባዕተ ኤግዛምፕል ገይረ ፅቡቕ ሕቶ መጀመርያ ክነግረኩም እየ ድሕራይ ከመይ ገይርና ናብቲ በይዚክ ሕቶ ንኣቱ እዚ ሕቶስ ሓቲትካያ ኣለኻ ሓቲትካ ናበይ ትኸይድ ይሕቶ መጀመርያ ካብ ዘፍጥረት ሰለስተ እሞ ነውፅእ ፅቡቅ ሕቶ ማለተይስ እንታይ ማለተይ እዩ ካብ ፍቅዲ ሸሞንተ ክሳዕ ዓሰርተ ኣርባዕተ ገሌኹም እንታይ ትብሉ ኣለኹም ሕጂ ዋላ እቶም ሽማግለ ዋላ እቶም ገለ ብኻ ከይሰበካ ጠፊእኻ ነርካ ፅቡቅ ነርና But that's what I want. That's exactly what I want.

ስለዚ ምድሪ ምስ ወልወለ ድማ ድምፂ እግዚኣብሔር ኣምላኽ ኣብ ገነት ክመላለስ ሰምዑ ኣይገረምን ሓደ ሓደ ግዜ ፀጥ እንድሕር ኢልካ ኮንፈረንስ ተዓፂኻ ኣሎ ድምፂ እግዚኣብሔር ፀጥ ኢሉ ዝመፅእ ነፍሲ ወከፍ ሰባት የድልዮ እዚ ኣዳምን ሰበይቱን ከዓ ካብ ገፅ እግዚኣብሔር ኣምላኽ ኣብ ማእኸል ኣዋም ገነት ተሓበኡ ኢትስ አ ፕላን ፕላን እዩ ግን ኣየዋፅእን እዩ እሺ እግዚኣብሔር ኣምላኽ ድማ ኣዳም ፀዊዑ ናይ መጀመርያ ዝበለፀት ሕቶ እዚኣ ኣዳም ኢልዎ ኣበይ ኣለኻ ንህና ይበሎን ኣይተኣዘዝካ እንዶ ገለ ይበሎን መጀመርያ ኣዳም ኣበይ ኣለኻ That's the first basic question ፅቡቅ ትሕቶ ኣበይ ኢኻ ዘለኻ ወራሪ እዩ ሕጂ ከም ድላይኩም ጌርኩም ተግርምዎ ጂኦግራፊካሊቲ ዝብል ዘሎ ኣብ ጥቓ ራብዐይቲ ኦም እየ ዘለኹ እዚኣ ድየ ክብሎ ደልዩ ወይስ ኣብቲ ዝሃብኩኻ ሕጊ ኣብቲ ኮንቲኒየም እብሎ እቲ ናይ እንግሊዝ ኣበይ ኢኻ ዘለኻ ካብኡ ትፈርሓኒ ዶ ኣለኻ ትእዘዘኒ ዶ ኣለኻ ኣብቲ ዘቐመጥኩኻ ዶ ኣለኻ እዩ ዝብሎ ዘሎ እሲ ዝቐፅል ንሱ ከዓ እቲ ድምፂ እግዚኣብሔር ዝከረኩም ዶ ዝኸይድ ሽሽ ዝብል ነበረ ኣብቲ ገነት ድምፅኻ ኣብ ገነት ሰሚዐ ፈራኹ ዝገርም ነገር ጌና እቲ እዝኑ ናይ እግዚኣብሔር ድምፂ ይሰምዕ ነይሩ ጥራይ ኣይተኣዘዘን ጥራይ ከዓ እየ እሞ ተሓባኹ ሕጂ እግዚኣብሔር ከዓ ካለይ ፅቡቅ ትሕቶ ክሓቲት ንቐፅል ንሱ ድማ ጥራይካ ምኳን ከልኣ መን ነገረካ ኣይገርምን ዝሕቶ እዚ ቁኒሕ ኢለ ርእየዮ ከምኡ ዶ ኢሉ I don't have my jacket, I don't have my pants. So I'm naked ኣይኮነን ኢሉ እንታይ እዩ ዝብሎ ዘሎ እግዚኣብሔር ክትፈልጦ ዘይግባእካ ነገር ፈሊጥካ ኣለኻ እዚ ከዓ ሳዕቤን ኣለዎ ናቱ ካብታ መን እዩ ነጊሩካ ካብታ ካባኣ ኣይትብላዕ ኢለ ዝኣዘዝኩኻ እምዶ በሊዕኻ ኢኻ በል ኢን ኣዘር ወርድስ እንታይ እዩ ትብሎ ዘሎ ሪፍሬዝድ ባይብል ዝበሃል ኣሎ ቃላት ዝልወጦ ዲድ ዩ ዲስኦበይ ሚ ዘይእዙዝ ኮይንካ ዲኻ እዩ ዝብሎ ዘሎ ሓንቲ ትእዛዝ እያ ተዋሂባቶ ሕጂ ዘይእዙዝ ኮይንካ ዲኻ ኢልዎ ኣዳም ከዓ ክሳዕ ሕጂ ከምኣ ኢላ ኣላ ሰበይቲ እዛ ኣምሳይ ክትከውን ዝሃብካኒ እንታይ ኢልዎ እዛ ኣምሳይ ክትከውን ዝሃብካኒ ናይ መን ጥፍኣት እዩ እዚ ናትካ እዛ ምስራይ ዝኸውን ዝሃብካኒ ሰበይቲ ካብታኦም ሃበትኒ እሞ በላዕኹ እግዚኣብሔር እንታይ ኢሉ እዩ ኣዚዝዎ ነይሩ ኣይትብላዕ ሰበይትኻ ታበትካኸ ኣይትብላዕ እግዚኣብሔር ኣምላኽ ድማ ነታ ሰበይቲ ስለ ሕርፍ ኢሉ እግዚኣብሔር ከዓ ንዓ ሳልሰይቲ ሕቶች ዝውር ኢሉ እግዚኣብሔር ከዓ ኣምላኽ ድማ እታ ሰበይቲ ስለምንታይ እዚ

እዛ ሕቶ እዚኣ ነፍሲ ወከፍና ንነብስና ክንሓታ ዘለና እያ ኣነ እንታይ ክብላ ኣለኒ ገብረ ህይወት ኣበይ ኣለኻ ሕጂ ኣበይ ኢኻ ዘለኻ ክርእየኩም ከለኹ ሕጂ ዋላ ብ ብናይ ዓለም ዓይኒ ቀደም ክዓቢ ከለኹ ኣነ ኣብ ኣፉ ማስክ ትገብሮ ዝነበርክ ከልቢ ከይናቐስ ሰባይ ናይ ረመንበርት ብርቱዓት ኣክላባት ነይሮም ኣብ ኣፎም ትሽፍኖም ግን ሓንቲ ቫይረስ ነዛ ዓለም ልውጥ ኣቢላቶ ኣይኮነን እንደ ኣክላባት ይርኢ ኣለኹ ዚ መን ቆፅሮም በቲ ዝዓበኹሉ ፕሮግራም ብካልእ ኣዘራርባ ኩነታት ክልወጥ ይኽእል ግን እቲ ደገ ዘሎ ኩነታት ተተለወጠ ኣበይ ኣለኻ ኢልካ ምሕታት ነብስና የድልየና ኣማንኤል ቸርች ኣበይ ኣለኺ ኣበይ ኣለኺ ሚኒስትሪታት ዘለኪ ንዝሓመመ ንዝሸገረ ንዝኸሓደ ንዝጠፈኤ ዝመልስ ዘለኪ ኣበይ ኢኺ ዘለኺ ክርስትና ዶ ትሰብኪ ኣለኺ ክርስቶስ ወዲ እግዚኣብሄር ምዃኑ ካብ ሞት ዘድሕን ካብ ሕማም ዘናግፍ ዘልኣለም ህወ ህይወት ከም ዝህብ ትሰብኪ ዘለኺ ኣበይ ኣለኺ በይዚ ኮሽን

እግዚኣብሔር ተጣዒሱ ዶ ይፈልጥ ኣብ መፅሓፍ ቅዱስ ተጣዒሱ ዶ ይፈልጥ ኣይፈልጥን መዓስ እዩ ተጣዒሱ ሰብ ስለ ዝፈጠረ ተጣዒሱ ሓንቲ መዝሙር ግና ኣላ እንታይ ትብል ከይጣዓስ ግና ሓቂ ድታ መዝሙር This is how people should think. ሓቂ ዝኾነ ነዞም ደቅና ክስታይ ዝኾነ ነገር ንሕስቦም ኢፍ ዘሪ ዘሎ ፖል ተልዘም እግዚኣብሔር ይጣዓስ እዩ ይጣዓስን እዩ የስ ንገሩኒ ጣዓስ እዩ ስለዚ ከይጣዓስ ሰብ ኣይኮነን ትብል ሓቂ ድያ እዚኣ ንገሩኒ ንስኻትኩም ሓቂ እያ ክልቲኤን ስቴትመንት ሓቂ ኮነ ኦኬ ኮንቴክስት ክንወስዶ ኣለና ትብል ኣሎ ካልኸ ሓቂ ይኮነን ዝብል ገለ ኣለዋ ጉድለት ክራይቴርያ ናይ ሰብ ምዃንስ ምጣዓስ ኣይኮነን ካብኡ ንላዕሊ እዩ እንታይ እያ እታ እታ መዝሙር እግዚኣብሔር ኣይጣዓስን እቶም ኣናላይዝ ዝገበርዋ እግዚኣብሔር ኣይጣዓስን እዩ እንስሳታት ኣይጣዓሱን እዮም ሰብ ጥራይ ዝጣዓስ ካብ ኤክስፐሪንስ ዝመሃር እግዚኣብሔር ግና ኤክስፐሪንስ እዩ ማለት እዩ ኮንቴክስት ግን እንታይ ዝብል ከምኡ ዝመሰለ ሓቲቶም ተረዲኦም እቶም ቆልዑ እዮም ዝሓትዎ ዘለዎ ዝሕቶ እዚ እቶም ኔክስት ጀነሬሽን ከምዚ ናትና ጀነሬሽን ሸፊንካ ክኸዱ ይክእሉን እዮም they ask questions like why not homosexuality ኢሎም ሓትኻ ዋይ ናት ዋይ ኖት እቲ ፆታት ተፈጥሮ ኩሉ ተለወጥኩ ዋይ ኖት ከምዚ ቀቢርካ ቀቢርካ የለን ዘመን እዚ ምናልባት ንሕና ዕድል ጌርና ንወፃ ንኸውን እንዳቐበርና እቶም ኔክስት ጀነሬሽን ግን እንዳቐበሩ ይወፁን እዮም ሕጂ እቲ ቤዚክ ኮሽን ክንምልሾ ከም ቤተክርስትያን ንግደድ ማለት እዩ ነገር ጥራይ ከም ፅሪ ተዓጢቑ ይትበልኒ ኣብ ግብረ ሃዋርያት ሓምሻይ ምዕራፍ ከዓ ነንብብ ካልእ ቤዚክ ኮሽንስ ከዓ ኣሎ ዝገርም ብርግፅ ሰዓት ሕያዋይ ኮይኑ ደለኹዎ ይበፅሕ ነይ ግን ኣልሜኖ እቲ ቅድሚ ናብቲ ዋና ስብከተ ምፅ ነቲ ኮሽን ነቲ እምሮኹም ከንቀሳቕሶ እየ እሺ ከይድ ከሎ ናብ ደማስቆስ ምስ ቀርበ ብድንገት ጸዳል ብርሃን ኣብ ሰማይ ኣብ ዝርእዩ ኣንጸባረቀ ንቐጽል መን እዩ እዚ ሽዑብቲ ግዜት መን ይበሃል ነይሩ ሳኦል ናብ ምድሪ እውን ወደቐ ሳኦል ሳኦል ንምንታይ ትሰጎኒ እዚኣ ካልእ በይዚክ ኮሽን እያ ዋይ ዋይ ንምንታይ ትሰጎኒ ኣለኻ ኢልዎ መን ኢኹም ኢልዎ ክሊርሊ ብታድሕደላ መን መን እዩ ክርስቶስ ድዩ ኣምላኽ ድዩ መን እዩ የሱስ እያ ትብል እታ ፅሕፍቲ ብርግፅ ንሱ ድማ ጎይታይ እሱ ዝሓተተ ሕቶ ልክዕ ክንዲታ መልሲ እያ ኢሚድትሊ ተረዲዎ እንታይ ኮይኑ በዚ ግዜ ዘሎ ፊዚካሊ ዓዊሩ ወዲቑ ሕጂ እንታይ ኢልዎ እቲ ሰባኻይ ናብዛቲ ጋትሚ ወሪዎ እንትመ ኢልዎ ሕጂ ተታሒዝካ ኢኻ ዓይንኻ ዘይርኢ ክትንቀሳቐስ ዘይትኽእል ምስ ኮንካ ጎይታይ ጥራይ ምባል እዩ ቀደም ኣብ ኣስመራ ክትባስ ከለካ ትሕዞ ሓኒቕካ ሽዑም ሰውደቅካዮ ስዩም በል ትብሎ ስዩም ምስ በለ ትገድፎ በቃ ሕጂ ከ ኩሉ ርእዎ ምስ ዓወርካ ምስ ወደቅካ ናበይ ከም ትኸይድ ዘይትፈልጥ ጎይታይ ምባል እያ ትድሊ ምስ ድማ ጎይታይ ካብኡ ከሎ ጎይታይ መሓረኒ ይኮነን ኢሉ እዛ ውድ ሃቢን ኖት ዘ ቤዚክ ኮሽን ከምዚ ጌርካ ንዝርኢ ዝነበረ ዘይርኢ ትገብር ንዝኸይድ ዝነበረ ተውድቕ መን ኢኻ ንስኻ መን ኢኻ እንታይ ኢኻ ኢልዎ ቨሪ ጉድ ኮሽን ነፍሲ ወከፍ ሰብ ኣብ ሂወቱ ክሓታ ዘለዎ እዩ መን ኢኻ ኢልዎ ኣነ እቲ ንስኻ እትሰጎ ዘለኻ የሱስ እየ እዩ ክሊር ኣንሰር ክላውድ የብላ ደበና የብላ ገለ የብላ ኣነ የሱስ እየ ኢልዎ በቃ ናትካ ስራሕካ ፉል ታይም ንዓይ ምስኳ ኮይኑ ኣሎ እዚኻ የወፃካን እዩ ድሮ ጀሚሩ ኣሎ ዕዊሩ እኳ ኣሎ ድሮ ኣብዲቑ እኳ ኣሎ እታ ዝፈትዋ ጥቕሲ መፅሓፍ ቅዱስ እዚኣ ኣብ እንፊ ብልሒ እንተተሓርሓርካ ንርእስኻ እዩ ዝገደካ ምስ ንጉስ ተተባይስካ እንታይ ገብረካ ምስለኩ ወይ ክድርብየካ እዩ ቤት ማእሰርቲ ወይ ስራሕ ከላካ እዩ ወይ ክጭቁነካ እዩ ንዓኻ እዩ ዝገደካ ክሳዕታ እሱ ንጉስ ዘሎ ኣይተዋፃካን እያ ኣብ ኣንፊ ብልሒ ድማ እንተተሓርሒርካ ነብስኻ እዩ ዝገደካ think about it ክሊር ነጊርዎ ምርጫ ይብልካን ኣነ ጎይታኻ ክሊር በቃ ፅብቕቲ ነነጥቡ ሒዙ ሰብ ንሱ ከዓ እናንበድበደ እናፈረን ጎይታይ ካለይቲ እታ ሳልሰይቲ በዚ ኮሽን ጎይታይ እንታይ ክገብር ትደልየኒ ኣለኻ ኢልዎ ስልካ ዲኻ ሰብ ተዕውር ስእልካ ዲኻ ሰብ ተምበርክኽ እንታይ ኢኻ ክገብር ትደልየኒ ዘለኻ ሕፅር ዝብል ለስፐሊት ኣውት ንፅሓፎ እንታይ ክገብር ኣለኒ ኢልዎ ጎይታ ድማ ሕጂ ዶ እዝን እዝን ክንብል ኮይና እንታይ ኢልዎ ተስ እሞ ናብ ከተማ እቶ እንታይ ክትገብር ከም ዝግባእካ ናብኡ ክነግሩኻ እዮም በሎ ስ ቨሪ ክሊር

ብጀካ እታ ዝደለኹዋ ኩለን ረኺበ እየን ዝንጥቕሲ ግብረ ሃዋርያት ሓምሻይ ምዕራፍ ልክዕ ተንክ ዩ እዚኣ ድማ ኣብ መፅሓፍ ቅዱስ ሞስ ተሕዝን ዛንታ እያ ኣባግና ክልተ ሰለስተ በይዚክ ኮሽን ንመሃረን ኣለና። ሃናንያ ዝስሙ ሰብኣይ ምስ ሰጲራ ሰበይቱ ምድሪ ሸጠ። ጌጋ ዶ ኣሎ ኣብዚ? እግዚኣብሔር ንሰብ እዩ ምድሪ ፈጢርዋ። መኽሰብ ጽቡቕ፣ ገዛ መሬት ምሻጥ ጽቡቕ። ካብ ተዋግኡ ከዓ ምስ ሰበይቱ ተማኺሩ መቒሉ ኣትረፈ ቁሩብ ምናልባት እዛ መንግስቲ ኣምላኽ ተፈረሰት ዋእ ነብል ኢሉ ሓሲቡ ከምዚ ስታክ ማርኬት ክትኣቱ ከለካ እዚኣ ተወደቐት ወይ ካምፓኒ ክትገዝእ ወይ ገዛ ዞና እዚ ተሓሰረ ዝኸብር ትብሎ ሕጂ እንታይ ምስእኩም ጠፊእዎ ዘሎ እቲ ቤዚክ ኮሽን መንግስቲ ኣምላኽ ኣይትሃስስን እያ መንግስቲ ኣምላኽ ኣይትጠፍእን እያ ኔራ ኣላ ክትቅፅል እያ ክትነብር እያ እሳ ጥራይ እያ ቆይማ ትነብር ስ ኢዝ ወት ሂሎስ ካብ ከማ እንታይ መሓሸቶ ነይራ መሬቱ ሒዙ በጥ ምስቶም ሃዋርያ ከይኮነ ዋላ ሓንቲ ምኾነን ነይሩ ዋላ ሓንቲ ናተይ ንዳ ባሃበንቶ እዩ ሕጂ ዘሊሉ እታ ሕቶ ከይሓተታ ነብሱ when you join a church ask yourself the question why do I join this ኣብ ኣብ ወት ለቨል እየ ወንት ጆይን ድዋ ኣብ ብርኪ ለቨል ደ ጆይን ክገብር ዝደሊ ብቃ ከምቶም ሃዋርያ ኩሉ ዘለኒ ሕራይ ከም ንዖም ከምኡ ከብሎም ደልዩ ዘይተረድኦ ንእግዚኣብሔር ክሽፍጥ ዝኽእል ሰብ የለን ነቲ ሓደ ምቃል ድማ ኣብ ጥቓ እግሪ ሃዋርያት ኣንበሮ እሺ ንቐፅል ጴጥሮስ ከኣ በል ሃናንያ ኢሉ ወዲኹም ከረክሶ ከሎ ንመንፈስ ቅዱስ ክትሕሱ ካብ ዋጋ እቲ መሬት መኢልካ ክትሓብሲ ተሓቶታ እያ ስለምንታይ ሰይጣን ንልብኻ መልእኹ እዚኣ ሕቶ እያ ከተታልል ክትሕሱ ክትዝሙ ክትሰርቕ ንካልኦት ክትንኮል ከለካ ትሓትታ ዘለካ ሕቶ እያ ስለምንታይ ሰይጣን ንልብሃይ መልኦ ስለምንታይ ሰይጣን ንልበይ መልኦ ስለምንታይ ፍጡሩ እግዚኣብሄር እንዲ ንምንታይ ዝመልኦ ኢሉ ሓቲትዎ ንቐፅል ከረድኦ ደልዩ መጀመርያ ሰርቲ ሰከንድ እስኩ ከይትሸጠ ናትካ ዶ ኣይነበረን ምስ ተሸጠኸ ኣቤትካዶ ኣይነበረን ክልተ ሕቶ ክልተ ግዜ ሂቦ መጀመርያ እቲ መሬት ናትካ እዩ ነይሩ መሬት ካሒዝካ ስቕም በልካ ሸጥካዮ ገንዘብ ካሒዝካ ስቕም በልካ ሽዑ ናትካ እዩ ነይሩ ዋላ ሓንቲ ገዛኻ መፅኡ ሃብ ትብለካ ይብልካን ከመይ ጌርካ ነዚ ነገር እዚ ብልብኻ ሓሰብካዮ ኢሉ ሕጂ እቲ ሕቶ ኢና ንድህብ ዘለና ኣብቲ ትምህርቲ ኣይኮነን ከመይ ጌርካ እዚ መጀመርያ እዚ ነገር እዚ ከመይ ጌርካ ሓሲብካዮ ንመንፈስ ቅዱስ ከተታልል ዘይከውን መገዲ ሃው ዱ ዩ ቲንክ ኣባውት ኢት ሕጂ ዝገርመካ ኣብዚ ኒውስ እንድሕር ሪኢኹም ሓደ ኮመን ኒውስ እንታይ እዩ ቨሪ ኮመን ሰበይቲ እንድሕር መይታ ተረኺባ ይክሰይ ናይን ኣውት ኦፍ ቴን ታይምስ ሰብኣያ ቀቲሉ ይሓብኣ መትረየ ሰሓቦ ናይን ኣውት ኦፍ ቴን ሕጂ እቲ መሕብኢኦም ከኣ ፋኒ ነገር ወይ ኣብ ጥቕኡ ዘሎ ለይክ ወይ ኣብ ገለ ወይ ገለ እንተ ዝተረኽቡ ሕጂ ዳሕራይ ኮፍ ኢሎም ምስ ወለዶም ክዛረቡ ከለዉ ማለት እዩ እቲ መጽሓፍ ክጸሓፍ ከሎ how did you think he can get by with that ከመይ ጌርካ ሓሲብካ ከይዶም ከዓ እዚ ጥራይ ከይኣክል ነቲ ኢንሹራንስ ናይ ላይፍ ንምሳድ ገዝኡ ካሽ ገብሮ ከመይ ጌርካ ሓሲብካ ሕጂ እንታይ ገብሩ እቶም ፖሊስ ነዚ ዝገብሮ መጀመርያ ወዘር ኤኒ ላይፍ ኢንሹራንስ ኣብታ ሰበይቲ ወዘር ኢሎም ነቲ ላይፍ ኢንሹራንስ ርዩ ዲድ ሂ ካሺት ኣብኡ ከሎ ተፈሊጡ ማለት እዩ ከመይ ጌርካ ሃው ዲድ ኢቨን ቲንክ ኣባውት ኢት ዝብሎ ዘሎ ንኣምላኽ እምበር ንሰብ ኣይ ሓሶኻን ኢሉ እንታይ ሓሲቡ ኾን ሽዑ ኣናንያ ወይ ነገር ፅልምት ኣላ ኢሉ ኣሎ ኣናንያ እዚ ቃል ምስ ሰምዐ እንታይ ገበረ ወደቀ ሓቲ ቃል ኣይተዛረበን ነፍሱ ከዓ ወፀት እቶም እዚ ዝሰምዑ ዘበሉ ኩሎም ከዓ ጠፋእና ስላስ ኢሎም ሕጂ ኢና ጠፋእና ምሕባእ ዘይምፍታን ወይ ገንዘብካ ምሓዝ ኢሉ ብዙሕ ተማሂሮም በዚ ኮሽን ገንዘብካ ምሓዝ ሓጢኣት ኣይኮነን ንመንፈስ ቅዱስ ምትላል ግን ሓጢኣት እዩ ዳት ወር ዘ ፕሮብለም ኢዝ እዩ ምሂርዎ ካልኦት ክምሃሩላ ንዑ ዕድል ኣይረኸበን ብእንግሊዝ ሓንቲ ፅባቕ ምስላ ኣላ the only thing worse than learning from your mistake is what not learning from your mistake ስፒድ ክትገብር ግዜ ኣብ ፖሊስ ዘበካ ዋይ ኢልካ 250 እንደ ተካሻ ማለት 250 ትኸፍል The only thing worse than that is ንፅባሕ ባእ እንዳኸድካ ምኻድ ሳኻ ድገደ ሳኻ ናዘር 250 ርእስኻ ትስብር ሽዑ ሰጥ ትብል ኣብ ሳልሳይ ካብ ጌጋኻ ካብ ጌጉ ክምሃር ወላ ሓንቲ ዕድል ኣይተጋጠሞን በም ወዲቑ እቶም ኣጉባዝ ከዓ ኣሎ ፉል ታይም ኡበር እነብልኩም ኣብዚ ኣጉባዝ ተንሲኦም ርርር ኣቢሎም ኣይግድሾም እዩ ስምዒት የብሎምን ሰኪሞም ኣውፅኦም ቀበርዎ ንቐፅል ናናናየ ድማ ነነነኖ ሓወይ ቀልጢፍካ ብዙሕ ጨው በርበረ ጎዲሉ ኣለዉ ኦኬ ናይ ሃናንያ ተመለስ እሺ ንቐፅል ሕጂ ሰለስተ ሰዓት ፀኒሓ ቡና ሰትያ ኣወል ደረጃ በረካ ሰትያ ከዓ ዝኾነ ከይፈለጠት ሽለት ናበይኒ ባክግራውንድ መስግነይ ሴልፎን ቴክስት ስለዘይነበረ ሽዑ ሓንቲ ሰምዐትን ደርገፍ ደርገፍ እንዳለት ብልባ እንታይ ኢላ ትሓስብ ኣላ ፍርቂ መሬት ሲ ነዚ ቤተክርስትያን ዝበዝሐ ዝሃብናዮ ንሕና ኢና ኢላ ትሓስብ ኣላ ኮሪዓ ከኽብሩና ኣለዎም እምበር እንታይ ኣብቲ ቅድም ኮፍ ክንብል ሕልፊ ሕጂ ድማ ፓስተር ገብረ መድህን ገዲፍዎ ኣሎ እቲ ቅድም ጋይሉ እዩ ዘሎ ኢላ እንዳሓሰበት ክሳያ ደረታ ነፊሓ ትመጽእ ኣላ። ጴጥሮስ ከኣ ካልእ ሕቶ ከኣ ንዓ ሓቲቶ፣ ጽን ኢልኩም ስምዑ። እስኪ ንገረኒ፣ ንዓ ሕጂ ዕድል ሂብዋ፣ ንመሬትኩም ዶ በዚ ክንድዚ ኢኹም ሸጥኩምዎ ኢልዋ። one more chance እንተ ክትብል ነይራ ኣይፋል ትብል እቶም ኣጉባዝ ስራሕ ምስኣኑ ንሳ ከዓ ወ በዛ ክንዲ እዚኣ ኢና በለት ጠፋእና እሺ ንቐፅል ጴጥሮስ ድማ ከመይ መንፈስ እግዚኣብሔር ንምፍታን እተሰማማዕኹም ነገርም ከመይ ኢልኩም ተሰማሚዕኹም በዚ ኢሉና ንክሳዕ ሕጂ ዝተርፍ ምስ ሙላድ ምስ ሓው ምስ በዓልቲ ቤት ምስ ኮነ ሰብ ኣንፃር ኣምላኽ ከይንመክር ሓወልቲ ተኺሉልና እዚኣት ሓወልቲ ከመይ ኢልኩም ሓሲብኩሞ ከመይ ንእግዚኣብሔር ንምፍታን ተሰማዕኹም ኣብዚ ክትሰማምዑ ይነብረኩምን ሓዲኹም ኖ ክብል ነይሩ ሓዲኹም ኣይንሽጦ ሓዲኹም ንንገሮም ፍርቂ ጥራይ ኢና ክነምነ ሓዲኹም ገለ ክብል ነይርዎ ክትባእሱ ነይርኩም ኣብኡ ንስኻትኩም ንስኹም ሰብኣይን ሰበይትን ግና ንኣምላኽ ንምጥባር ሰሚዕኹም ከመይ ኢልኩም ትሰሚዕኹም ኢሎም ከይመለሸት ከላ እንታይ ኢልዋ እቶም እበር ጽበይለው ኣእጋርቶም ሰብኣይኪ ዝቐበሩ ነው እንታይ ፈልጥዋ እዮም መስልኩም እሶም ከ ኤግዛክት ዚብኮ እታ መቓብሩ ፈልጥዋ እዮም ትኽኢሎም ኮይኖም ኣብ ደጋ ኣለዉ ንኣኸ ድማ ከውፅእኺ እዮም በላ ዝገርም ዓሰርተ ብኡ ኣብ ጥቓ እግሩ ወደቓት ኣይመረርን ነፍሳ ከኣ ወጸት እቶም ኣጉባዝ ድማ ምስ ኣተው ሞር ቢዝነስ ሞይታ ጽንሓቶም ተሰኪሞም ኣውጺኦም ከኣ ኣብ ጥቓ ሰብኣይ ቢኮዝ ዘይ ሃብ ዘ ኢንፎርሜሽን ፈልጥዋ እዮም ባዕሎም እዮም ቀቢሮሞ ነሮም እቲ ሓደ ዘይኖ ኤግዛክት ሎኬሽን ኣብ ኣብፂሖሞ መፅኦም ሕጂ እዚ ብዙሕ ሕቶታት ዝቀሊል ዝመስል ዛንታ ብዙሕ ሕቶታት ኣለዎ ቤዚክ ኮሽንስ ንእግዚኣብሔር ዝተማኺርና ክንጥብሮ ይንኽእል ኢና ኮንሰንትሬት ኦን ዘ ኮሽንስ ከም ኣልበርት ኣንስታይን ስሳ ደቂቕ ተዋሂብኩም ሓምሳን ሓሙሽተን ደቂቕ ኣውጥፍዎ ድሕሪ ሰላሳ ዓመት ይኸውን ሪሰርች ሊድ ምግባር ቲምስ ንሱ እየ ዝሰርሕ መዓት ቲምስ ኣለውኒ እንታይ እንታይ ተማሂሮም ስበኩም ሓንቲ ፅባቅ ተማሃርኩዋ ሓደ ዋላ ፒኤችዲ ሃልዎ ዋላ ማስተርስ ይኹን ዋላ ገለ ዋላ ቴክኒሽያን ይኹን ምስ ረኣኹ ኣብ ፈርስት ደይ እመኑኒ ኣይ ካን ተል እንታይ ዓይነት ሳይንቲስት ከም ዝኸውን ፈርስት ደይ ይገርሞም ንሳቶም ከምኡ ክብሎም ከሎ ፈርስት ደይ ከንታ ብምንታይ ዝፈልጥ መሰልኩም በቲ ሕትኡ ወት ካይንድ ኦፍ ኮሽን ዳዝ ዛት ፐርሰን ኣስክ ክርዳእ እንታይ ከመይ ኢሉ ተዳልዩ ይመፅእ እንታይ ክሓትት ኣትስ ቨሪ ኢምፖርታንት ኣደይ ሓንቲ ዛንታ ትነግረና ነይራ ዝብሲ ፀዊዖም ንዓ ኢሎሞ ንዝቢ ሕራይ ስራሕ ረኺብናልካ ኣለና ሃይለ እሞ ትብል ኣደይ እሂ ኣባጊዕ ክትሕሉ ዋይ ኢሉ ተሓጒሱ እንታይ ስራሕ እያ እዚኣ ክትፅብቕ ዳዕጎ እየ ከይዱ ክረኽበን ነተን ኣባጊዕ ክሕልወን ኣበይ ኣለዋ እተን ኣባጊዕ ከይበለ ሕጂ እታ ምስላ እንታይ ትብለና ዝብኢ ንዓባጊዕ ሓሉ ኣበይ ከይበለ ከይዱ በይዚ ኮሽ ኒያ ምክንያቱ ግንፅል ዘለዎም ክስታይ ክህልው ክእሎ ብሕልፊ ዝዌስት ኮመን እዩ መሳርያ ኣለዎም ክትሕሉ ተመፅኡ ጣዕ ከብልዎ እዮም ኣብ ፈተና ኣትዩ ሕጂ ኤልወይስ ኤክስትሪምሊ ኢምፖርታንት እቲ ዋና ሕቶ ምሕታት ርግእ ኢልካ ንነብስኻ ትቐንዲ ሕቶ ኢትስ ጉድ ቱ ወርሺፕ ኢትስ ጉድ ቱ ጃምፕ ኢትስ ጉድ ቱ ሲንግ ቨሪ ጉድ ኣምላኻዊ እዩ ኢትስ ኢቨን በተር ቱ ሲት ክትሓስብ ምስ መንፈስ ቅዱስ ሓደ ክትከውን ገና ሓንቲ ሰዓት ቀደም ኣብ ሰዓት ነራ ሕጂ የላን ግብሪ ሃዋርያት ተሻዓይ ምዕራፍ ሕጂ ከዓ ርብዒ ተበፂሕና ፅቡቅ ሳክሰስፉል ኣለና

ኣብ ማርቆስ ዓስራይ ምዕራፍ ካብ ዓሰርተ ሸውዓተ ፍቕድ ኣቢልና እዚኣ ኸዓ ኤክስትሪምሊ ፋንዳሜንታል ኮሽን ዘላታ ክሳ እያ ኣብ መገዲ ክኸይድ ከሎ ድማ መን እዩ ዝኸይድ ነይሩ ጎይታ ይኸይድ ነይሩ ሓደ እንዳጎየ ናባኹም እንዳጎየ ዝመፅእ ቆልዓ ገለ ዘትሪኡ ቨሪ ኢንቱስያስቲክ እንዳጎየ መፅዩ እሱ ከዓ ከይኣክል ከዓ ተንበርኪኹ ኢዝ ሾዊንግ ረስፐክት ዝገርም ፍልይ ዝበለ ኢንቱዝያዝም ሄር መምህር ኢልዎ የሱስ ከማን በዚሕኒ ኢሉ እዚ ናይ ዘላለም ህይወት ምንቲ ክወርስ እንታይ ክገብር ይግብኣኒ he asked the most fundamental questions ብዙሓት ናይ መጽሓፍ ቅዱስ ኮላርስ ዚስ ኢዝ ዘ ኮሽን እዮም ዝብሉ ኣብዛ ዕድመ ሰብዓ ሰማንያ ነርካ ዘላለም ተጠፋእካ ዋጋ የብሉን what should I do what is what that I am supposed to do እንታይ ክገብር ይግባእኒ ኢሉ የሱስ ከዓ መጀመርያ ኣብቲ ታይትል ቁርብ ፕሮብሌም ፈጢሩሉ ንምንታይ ሄር ትብለኒ ብዘይ ሓደ ኣምላኽ ሄር የልቦን ኢሉ እሱ ግን ኣርእስትና ኣይኮነ ንቐፅል ነቲ ትእዛዛት ትፈልጦ ኣለኻ ኣይትቕተል፣ ኣይትዘሙ፣ ኣይትስረቕ፣ ብሓሶት ኣይትመስክር፣ ኣይትዓምፅ፣ ኣቦኻን ኣዴኻን ኣኽብር ሳማራይዝ ገይርሉ ነተን ዓሰርተ ትእዛዝ እዚ ዕዘብዎ ሕጂ እዚ ተመለስ እሞ ሕጂ ከምቲ ዝበልናዮ ነብስኹም ኮሽን ግበሩ ተመለስ ናብታ ጥቕሲ ኣይትመልሹለይ ንዓይ ንነብስኹም ብውሽጥኹም ዊጥ ኣብሉ ኢድኩም ክንደይ ካባኹም ኣለኹም እንክሉድን ሚ ካብ ህፃንነትኩም ጀሚርኩም ዘይቀተልኩም ዘይዘረኹም ዘይሓሰኹም ብሓሶት ዘይመስከርኩም ዘይዓመፅኩም ኣቦኹምን ኣዴኹም ካብ ኩሉ ግዜ ዝኸበርኩም ሓንሳ ኣይኮነን እንተሊኹም ብፓራሹት ክድይቡ ኢኹም ኣነ ግና ከምኡ ዘሎ ሰብ ኣይመስለኒ ኣብ ዓለም ዘሎ ይመስለኒ ሕጂ እንታይ ክብሎ ክርስቶስ ዝፅበ ይመስለኩም ሓሳዊ እዚ ኩሉ ይገበርካዮ እንክብሎ ንቐጽል እንታይ ከም ዝብሎ ንሱ ከዓ ሃለው እዚ ኩሉስ ይስማዕ ደሎ ከም ገለ ኮይኑ ንዓይ እዚ ኩሉሲ ካብ ንእስነተይ ጀሚረ እንታይ ገብሮ ነይረ ሕልዎ ኣለኹ ኢሉ ኣይገርምን ንዓይ ዚስ ኢዝ ኣሜዚንግ እዚ ኩሉ ብዓሰርቲኡ ካብ ንእስነተይ ኣትሒዘ ሕልዎ ኣለኹ ኢሉ ሕጂ ንመን እዩ ዝዛረብ ዘሎ ምስለኩም ንባራምበራስ ኣይኮነን ዝዛረቦ ዘሎ ብዚ ንመን እዩ ዝዛረቦ ዘሎ ምክንያቱ ሪኹሞ ከም ጳውሎስ ኣብ ቅድሚ ጳውሎስ ዝሓሰቡ ጥዋዕ ኢሎም እዚ ንክርስቶስ ዝዛረብ ናይ ክርስቶስ ሪኣክሽን ከመይ ነር ንቐፅል የሱስ ከዓ ፀሚቱ ፈተዎ ስለዚ እንታይ ሓቂ ስለ ዝዛረበ ድዩ ፈተዎ ሓቃኻ ኢልዎ ግን ሓንቲ ጉድለት ኣላትካ ኪድ ኢልዎ ዘለካ ኩሉ ሽጥ ሸይጥካ እንታይ ግበር ነገር ተረረት ኣብ ሰማይ ድማ መዝገብ ክትረክብ ኢኻ እሞ ንዓስ ዓበኒ ኢሉ this was kind of a long winded answer to his short question ናብ መንግስቲ ሰማይ ክኣቱ እንታይ ይግባኒ ብሓፂሩ እንታይ ኢሎማ ጌት ሪድ ኦፍ ዮር ማተርያል ዘለካ ነገራት ኩሉ ስታይ ግበሮ እሞ ሰዓበኒ ፉል ታይም በቃ ኢልዎ ከምቶም ሃዋርያት ፈተነ ከይሓተትኩ ባስቕ ተትብል ነበርኩ ባዕለይ ኣብ ጠንቃኣት እየ ኢሉ እንታይ ኢሉ ሽዑ ንሱ ግና በዚ ቃልሲ ተኸፈ ብትግርኛ እንታይ ማለት ተኸፈ መላ ኣሎ ፅቡቕ ስኮላር ናይ ትግርኛ ተኸፈ ኣይተሓጎሰን እሺ ጓሃየ እሺ ከቢድዎ እሺ ስኮላር ኣይኮንኩና ናይ ትግርኛ ስለዚ ባሃይ በሎን ካልኦት እንታይ ኢሎም ተርጒሞምለይ መሪርዎ

ሕጂ እንታይ እዩ እቲ ኮሽን ክሓቶ ዝነበሮ ጽቡቅ ሕቶ ሓቲት ከሎስ ካልኣይቲ ኮሽን ኣይሓተተን that's why ኣብዛ መጽሓፍ እዚኣ ዝኣተወ እሱ asking basic questions ምስቲ ብዙሕ ጥሪተይ ሒዘ ዶ ምጽናሕ ሕሸኒ ወይስ ናይ ዘለኣለም ህይወት እታ ናቱ ሕቶ ምውራስ ይሕሸኒ ኣብቲ ስኬል ኣይኣተውን እዚ ኢና ከኣ ነቲ ኔክስት ጀነሬሽን ክንምህሮ ዘለና። ክልተ ዲግሪ፣ ክልተ ማካይን ጽቡቕ እዩ፣ ዓቢ ገዛ ግን ዘን ዋት? ዘን ዋት? ከምቲ ነቲ ሃብታም ሰብኣይ ዝበልዎ ጽቡቕ ወስድ ክልተ ሚእቲ ሽሕ ገለ መለሲ ሽሙ ብዘይገድሽ ስማዕ ኢለሞ በዚ ኣኪምካያ ዘለኻ ፍልጠት ካብ ስራሕኻ ምስ ወፃኻ ሙሉእ መዓልቲ ስራሕ ተሰሪሑሲ ሕጂ እንታይ ትገብር ኢለሞ ኮንሳልቴሽን ትገብር ሕራይ ኢሎም ዘን ዋት ኢልዎም ደሞዝካ ዳብል ኸውን ቅድም ጉልበትካ ድሕራይ ፍልጠትካ ትሸጦ እሺ ደይ ሰዓት ትሰርሕ ምናልባት ኣናዘር ፎር ፋይቭ ኣወርስ ተሰርሕካ ኢኻ እምበር ሸሞንተ ሰዓት ሕራይ ሽዑ እንታይ ይኸውን ብዙሕ ገንዘብ ኣብ ኣካውንት ክኣቱ ኢሎሞ ሕራይ ዘን ዋት ዘን ቨሪ ላክሸሪስ ዝኾነት መኪና ትዕድግ ቨሪ ኢቨን ላርጀር ሆም ትዕድግ ኢቨን ፋስተር እያ ትዕድግ ኢሎሞ ዘን ዋት ኢሎም then you have a, a longer vacation then what ስቕ ኢሎም Believe it or not, this is what I do now. I have vacation. I drive nice cars ብና ዘይተሓሳስባይ ጥራይ ሸደብደብ ከተብሉ እሞ ምእንቲ ቫኬሽን ዳሕራይ ክህልወኒ ምስ ኣረኩ ምስ ወደቕኩ ምስ ሓመምኩሲ ለይትን መዓልትን ሕጂ ክሰርሕ ተንክዩ ንኩሉ ሰብ ኣይኮነ ዝመልሲ ግን ናቱ መልሲ ርኣይዎ ዘን ዋት ዋት ኢዝ ፋይናል ደስቲኔሽን ዘን ዋት እንዳበለ ጠጠው ክሳዕ ድብሉ ብጺሕዎ ሕጂ ምስራሕ ጌጋ ኣይኮነን ገንዘብ ገ ኣይበልኩን ኣይወፀንን ደይቃለይ እቲ ሕቶ ግና መሰረታዊ እዩ ሓንቲ ጎዲላትካ ኩሉ ዘለካ ሽጥ እሞ ሰዓበኒ ዝገርም ኣብተን ተሪፈን ዘለዋ ክልተ ደቂቕ pages and pages and pages of fundamental questions ኣሎ መጽሓፍ ቅዱስ ዝተሓተ ሕጂ እቲ ኮሽን ግና እዞም ጸሓፍቲ ዝሓትዎ ዘለዉ መብዛሕትኡ እዚ ብቐዳሞት ዝነበሩ ቦታት ብኣመንቲ ኤልያስ ዝሓተቶ ኣሎ ከምኡ እንዳላ መፅእ ብዙሓት ዝሓተትዎ ኣለዉ ዝተሓተ ሕቶታት እዩ ናው ዋት ኢዝ ሃፐኒንግ ከመይ ጌርና ከነተኣሳስሮ ኢና ምስ ዝመጽእ ዘሎ ጀነሬሽን ዋላ እዚ ሰብኣይሲ ምንቲ ክድሕን ምንቲ ናይ ዘላለም ህይወት ክረክብሲ እንታይ ይገብር እታ ሕታቱ ከማን ክረዲት የድልዮ ኣይኮነን ኣብታ ሚዛን ኣትዋ እታ ሚዛን ሮንግ ኮይና እምበር ከምኡ ኢሎም ክሓቱ እዞም ዝመፁ ዘሎ ወለዶስ እንታይ ንግበር So they will ask that question. ካብ ኣምላክ ከይርሕቕስ እንታይ ከብር ይግባኣኒ እቶም ወለዲ ድማ ዘረይ ናይ ሸውዓተ ወለዶ ናይ ዓሰርተ ወለዶ ናይ ዕስራ ወለዶ ክሳዕ ክርስቶስ ዝመፅእ ዘሎ ወለዶ ኣብ ቤት ኣምላኽ ምእንቲ ክልጥዕስ እንታይ ከብር ይግባእኒ ወት ሽድ ኣይዱ obviously buying the, every kid three cars is not doing it ምክንያቱ እዚ እንሪኦ ዘለና ኣብ ዌስት እዩ መብዛሕቱ ኣብዚ ምዕራብ እዩ እዚ ነጥብታት ዝመፅእ ዘሎ ናይ ኣረገውቲ ናይ ሽማግለታት ክልተ ሰለስተ ሽማግለ ከይዶም ዊልቸር ኮይኖም ስለ ቤተ ክርስቲያን ኣፅሪዮሞ ሰንበት ሪኦሞ ወፁ መሪሳድ ክርስትና ናይ ትማሊ መዓልቲ ሃይማኖት ኣይኮን ናይ ፅባሕ ሃይማኖት እዩ ናይ ሎሚ ሃይማኖት እዩ ናይዛ ደቂቕ እዚኣ ሃይማኖት እዩ ናይ ዘለኣለም ሃይማኖት እዩ ሕጂ ዋት ሽድ ዊ ዱ ይትሕቶ እታ ሓንቲ ኣርጊመንት ኤገንስት ምሕታት ሕቶ እንታይ እያ ሕቶሲ ናብ ዘይምእዛዝ ዶ የምርሕ እዩ እታ ነጥቢ ድማ ተቃለይቲ እንታይ እያ ኣት ሳም ፖይንት ሕጂ ሕጂ እኳ ጎረሬክስ እንታይ ይገብር ኣለውን ዋላ ሰዓት ተዘይቋርፅ ፕሩቭ ዲስፕሩቭ ዛት ኢንፋክት እቶም ዝሓቱ ይእዘዙ እዮም ፋንዳሜንታል ኣንደርስታንዲን ዘለዎም ንእግዚኣብሔር ይእዘዙ እዮም ኣብ ምእዛዝ ገጾም እዮም ዝኸዱ ምጥፋእ ኣይከዱን እዮም ኣንደርስታንዲን ብልሒ ዘለዎም ሰባት ዝያዳ ናብ እግዚኣብሔር ይመፁ እንታይ ይብሉ እዞም ኣብ ወርሒ ኮይዶም ኣብ ሃዋህው ኮይኖም ንጠፈር ዝረኣይዎሲ there got to be God እግዚኣብሔር ኩሉ ኣለዎ እዚ ዝመስል ተፈጥሮስ ብዕድል ክኸውን ኣይክእልን እዩ እቲ ሞር ዝረኣየን ሞር ዝፈለጠን ዝያዳ ናብ ሞር ናብ እግዚኣብሔርን ናብ ክርስቶስ እዩ ዝቐርብ ሕጂ ንሕና ድማ ከመይ ገይርና ከም ንገብሮ ቀዳማይ ብልሒ ካብ እግዚኣብሔር ክንልምን ይግባኣና ካልኣይ ከዓ ንሕና ንገዛእ ርስና እውን ክንሓስብን ክንስተንትን እዩ ዘለና ሬስፖንሲቢሊቲ ኣለና ከም መራሕቲ ናይ ቤተክርስትያን መራሕቲ ናይ ቤተሰባት መራሕቲ ናይ ሃገር ወት ሽድ ዊ ዱ ምእንቲ ህዝብና ከይጠፍእ እንታይ ክንገብር ይግባኣና ወት ሽድ ዊ ዱ ወት ኢዝ ወርኪን ወት ኢዝ ኖት ወርኪን ብኢንተርነት ጌርና ንሰዶ ኣለና እዚ እዚ ንቲ ታይም ስታፕ ኤንድ ኣስክ ከመይ ጌርና እንተ ንሰዶ ዝበለፀ ምፍረ የፍርድ ኣሎ እዩ ወት ኢዝ ዱዊን መዘምራን ጽቡቕ ክዳን ተኸዲኖም ድዩ ደረ ዘሎ ወይ ጽቡቕ ካራባታ ዘለዎ ሰባኻይ ወይስ ንዝጠፍኡ ናብ ሰብ የመጽእ ኣሎ ናብ ህይወት የምጽእ ኣሎ ዳትስ አ ኮሽን ዊ ኒድ ቱ ኣስክ ኣወር ሰልፍስ ስለዝሰማዕኹምን የመስግነኩም ነቲ ዝቕፅል ፕሮግራም ክገድፈሉ ግዜ ወዲኤሉ ኣለኹ